ሰላም ሰላም ክቡራት ተኸታተልተይ ከመይ ውዒልኹም ሰላም ዲኹም? ኣነ ሰላም እዮ እግዚኣብሔር ይመስገን። ከምቲ ኣነ ሰላም ዘለኹዎ ንስኻትኩም እውን በብለለኹምዎ ሰላምኩም ብዙሕ ትርፍ የለለይ ክቡራት ኣሕዋተይ። እምበኣር ከስ ናይ ሎማዓንቲ ቪድዮ እያ ትኾን ያው ሓደ ሓደ ኣሕዋተይ ኣብ ኣብ ኮመንት ይኹን ብውሽጢ ብኢሞ ይኹን ብዋትስኣፕ ብዝተፈላለየ እንትን ገይርክን ደዊልክን ዩትዩብ ክፈትና ገንዘብ ክንህበኪ ዩትዩብ ክፈትና በቃ ናይ ዝኻን ክንህበክስ ናይ ዩትዩብ ከፋፍታ ቪድዮ ስርሕልና ገለታት እልክን ብዙሓት ኣሕዋተይ እኒአኽን ያው ብቪድዮ ብኢሞ ብቪድዮ ሰሪሐ ሰደልክን እየን ወልክክኒ ይቅርታ

ለብል ጥያቄ ብጣዕሚ ኢኽን ተጋጊኽን ኣነ ኣዋያ ከፊትኽን ኣዋያ ዩቲብ ከፊትኽን ሰሪሕኽንሲ ኣነ ብገንዘብ ኣይኸፍለ ኣይኸፍቲ ንዕነ ብመሰንጀር ሃይበላኒ ብስራት ኣጽብሃ ልብል መሰንጀር ኣሎ ብእንግሊሽ እዩ ሃይበላኒ ቀጣ ክኸፍተልኸን ገንዘብ ይደሊ ገለ ይደሊ ብዙሓት ኣሕዋተይ እኒኦኸን ነንዶ ናይ ስደት ኣሕዋተይሲ ኣብ ታክሲ ይኹን ኣብ ትፋላለየ ኣብ በቃ ኣብ መንገዲ ለግነኽዎም ወይ ኻዓ ለግነኽወን ጥዕት ሞባይል ለላተን ብቻ ዩቱብ ይኸፍተለን ግን ካውለ ኣነሲ ኩሉ ግዜ ልናገሮ ነገር ዩቱብ ኸፊትኽን እተዋ ቅድሚ ካብ ስደት ምምፃእኽን ኣው ናሃለኽን ዩቱብ ኸፊትኽን እተዋ ኣብ ዓዲ ኣቲኽን ሰሪሕኽን ብለይ ምንም ደራዕ ብለይ ምንም ሽግር

ቢእሞለ ያው ዜሮ ትሽዓንተ ሰመንየ ክልተ ሓምሳ ትሽዓንተ ዓሰርተ ትሽዓንተ ሰመንያ ሽዱሽተ ደውላለይ ናይ መሰንጀረይ ክልእኸልኽን ካብኡ ብመሰንጀር መጺኽን ክኸፍተልኽን ብለይ ምንም ነገር ማለት እዩ ግን ብጣዕሚ ማለት ቅርልኒ ኣነስ ስርሓ ክፈታ ኣውለ ኾን ነገራት ይትሕልፋ ኣብ ጅንጅን ኣብ ስደት ኮይንክንስ ኣብ ጅንጅን ኣብ ስብኣይ ይትሕልፈኦ ዩቱብ ከፊትክን ፃዓራ እየለልክሉ ግዜ እምበ ንዕነ እሞ ክከፍተልክን እዮ ገንዘብ ክቅበል እዮ እርኩይ ኣነ ቡዙሓት ኮን እዮ ኣምሓሩ ገንዘብ ላተቀበሉ ከዚ ከዚ በቃ ልክዕ ሃም ንግድ ገይሮምዎ ዩቱብ ክከፍቱ እሞ ሓሙሽተ ደቂቃ ለይትውዳእ ዩቱብ ምክፋት ሲ ገንዘብ የክፍሉ ኣረ ብሱሩ እዚ ግዜ ብጣዕሚ ሕማቅ ዋላ ተጋሩ እውን ሓደ ሓደ ከምኡ ጀሚሮም ኣለዉ ንሓሙሽተ ደቂቃ ለይትውድእ ኢመል እና ፓስወርድ ተትሒዝካ ዩቱብ ምክፋትስ ገንዘብ ክክፈል

እና ታእዩ ብሓፂሩ እቲ መልእክተይ ገንዘብ ክንዱዙ ይክፈላ እሞ ዩቱብ ንከፍተልክን ደውልክን ከይትሰምዓ ልምታይሲ ዋላ ኣነ ስራሕ ናበዝሐኒ ለይከፈትኩልክን ኮን እየ ብዙሓት ኣሕዋተይ ኣካፋፍታ ዩቱብ ኢልክን ግን ኣለክን እዩ ሰርች ግበራ ናይ መን ገንዘብ እዩ ሓሙሽተ ደቂቃ ለይትውድእ ስርሕሲ ልምታይ ኢክን ገንዘብ ትከፍላ ለይምፍላጥ ከቢድ እዩ በቃ ልክዕ ዋላ ዓሰርተ ሽሕ ድዩ ሓሙሽተ ሽሕ ድዩ ሂብክን ዩቲብ ተኸፊትክንሲ በቃ ገና ብዙሕ ፕሮሰስ ኣለዎ እዩ እዛ ምኽፋት ቀላል እያ ድካም ኣለዎ እዩ ግን ለይተሳክዐ ተቐሪሽሲ ንምንታይ እቲ ገንዘብ ተኸፊሉ ከተሓሳስበክን ይኽእል እዩ እና ክብራተይ ዩቲብ ትኸፍታ ትደልያ ኣብ ኣምሓሩ ይኹኑ ኣብ ተጋሩ ይኹኑ ኣከፋፍታ ዩቱብ ልብል ብናፃ ኣብ ዩቱብ ተፈሪጅኽን ርኢኽን ከትኸፍታ ትኽእላ ኢኽን ክንድዚ ገንዘብ ናብ ኣካውንትካ ክእቲ ይርካ እየ ዩቱብ ክፈተለይ ግን ከይትውዕላ ከይትሓስብኣ ማለት እዩ ኩብራተይ እና ከቢድ እዩ ማለት ምትሕልላይ ቐር እዩ በቃ ዝጠመተናሲት ሕብረተሰብ ቃላ ገንዘብ ላብ ሰብ ላብ ሕውነት ለይኮነት ላብ ገንዘብ ኮይኑ እቲ ሰብ ህርፈቱ ገንዘብ ሃብኒ እሞ እዚ ይገብረልኺ ኸዚ ትብስ ኣካፋፍታይ ትብስ ሓሙሽተ ደቂቅ ኣይትበሊ በቃ እታ ስምካ ተእቲ በቃ እውን ንእሽተይ ነገር ንዮ ቢያንስ እንደ ወይ ዓሰርተ ተበዝሐት ዓሰርተ ደቂቅ እያ ትወስድ ግን ዝኾነ ዋላ ኣምት ንኾነስ በቃ ገንዘብ ገንዘብ ድኻም ለይብሉ ገለ የብሉ ብጣዕሚ እዩ ገሪምንና ሃምዚ ሃምዚ ልበሉ እውን እየው ብገንዘብ ልኸፍቱ ሲ እስኹን ብገንዘብ ትኸፍቲ ትኾይንኸስ ኸፈትለይ ኢላትና ሓንቲ ሓፍትናስ ገሪምኒ ማለት እዩ ከይንሽወድ ኸዚ እውን ገና ዩቲብ ልኸፈትኽን ኣሕዋተይ ብገንዘብ ክንኸፍተልኽን ልብልኽን ከይትሽወዳ ኣከፋፍታ ዩቲብልኽን ሰርች ግበራ ኸዚ እውን ደጊመ ደጋጊመ ማለት እዩ እቲ ገንዘብ ንዓዲ ዓረብ ሰራሕናዮስ ኣብ ኮንቶ ይጥፋእ ጭራሽ ልኾነ ድኳን ውን የውጽኡ ኣለዉ ዩቱብ ንኸፍት ኢና ኢሎም ልኾነ ሃም ስፖር ማርኬት ገለ ኣለኩም ሓቂ ዩቱብ ንኸፍት ኢና በቃ ዩቱብ ልኻምዚ ልጽሓፎ ዩቱብ ብገንዘብ ንኸፍት ኢና ገለ ኢሎምሲ ድኳን ምኽፋት ጀሚሮም ኣለዉ ኣብ ዝተፈላለዩ ቦታታት እናስ ዋ ንምንታይ ኢና በቃ ብገንዘብ ዝኣንሱ ይገርመን ኣለዎ እውነት በተለይ ዓዲ ዓረብ ልለን ኣሕዋተይሲ ብገንዘብ ሃም ጌርና ሰሪሕና ሃም ነምጽኣሲ እዞም ኣውዚ ልለዉ ኣይፈልጡ ወይ ዋላ እቶም ዩቲበራት ይኹኑ ዋላ እዞም መንኛው ኣውዚ ልለ ሰብሲ ጥራሕ ዝሸርፉ ሪኡ ዋ ኣንቲ ዓረርያ ከምዚ ትሰርሕ ገለታት ትኾነ እምበ ሃመይ ኢላ ሃም እትመጽእ እዛ ገንዘብስ በቃ ኣዉ ልለ ሰብ ይልፈልጦ ኣብ ስዑዲ ዓረብ ልለ ሰብ ይልፈልጦ ጭራሽ ኣውዚ ልለ ሰብ ማንም ኣይፈልጦይ ሽሕ ቅርሺ ሽሕ ሪያል ሰዲድና ኣውዚ ብዙሕ ትሽረፍላ ሓቀይ እዛ ሽሕ ሪያል ግን ኣብ ወርሒ ሃመይላ ሃም ትመጽእ ኣይፈልጥዋይ በቃ ትሸርፍ የምሩ ኣለዉ ዓዲ ዓረብ ተሃልያሲ በቃ ሃምዚ ምኔረ በቃ ብዙሕ ሚኒነራት ልፋነት እየን መስሎም ኣለና ዓዲ ዓረብ ለኽን ኣሕዋተይ ከይትሽወዳ ንማንም ሰብ ብዋዛ ዋዛ ኣብ ዘይለለ ሰብ ገንዘብክን ኣይትስደዳ በቃ እንደ ዘውዚልለ ሰብሲ ገንዘብ ናስዕዳ ረብ ብዙሕ ተቐቢሎ ድልየት ክገብር ድልየት ክሕሽ የለልምበ ሃሜለን ሃም ንመጻሲ ኣይፈልጥወን ኣለዊ ስለዚ ንሓደ ዩቲበር ዋላ መቐለ ድዩ ዋላ ኣዲስ ኣበባ ድዩ ዝኾነ ይኹን ሃልዩ ዓብዪ ዩቲበርሲ ክኸፍለካ እሞ ዩቱብ ክፈተለይ ከምዚ ክከፍተካ እሞ ሸር በለለይ በቃ ሸቀጥ ተለሚዱ ኣሎ ሸቀጥ ግን በዓልትና ጠንኪርና በዓልትና ልዋታት ኮይና ንጠንቀቀሉ እና ኣብ ስዕዲ ኮይና ኣይፍለጠና ኣሎ ተጠንቀቃ ቅርሽክን ኣርማ

ሓሙሽተ ደቂቅ ዓሰርተ ደቂቅ ዘይትውስድ ምኽፋት ዩቲብ ሲ ዩቲብ ንኸፍተልኽን ኢና እሞ ገንዘብ ክፈላና ተጀሚርለይ ኣሎ ለብማ ብኸዚ ትኸድ ብዙሕ ነገር ንሰምዕ ኣለና ብዙሕ ብዙሕ ክነግረክን ነይረ ግን በቃ ብሓፂሩስ ምልባም እዩ። ልማንም ልማንም ሰብ ገንዘብ ከነይ ትስደዳ ብዋዛ ዋዛ ማለተይ እየ ክቡራት ኣሕዋተይ እንድዒ ዋ እንታይ ይኾን ሎቲ ሰብ ግን ምትሕልላይ ተሪፉ ምትሕግጋዝ ተሪፉ ከምዚ ክገብረልካ ከምዚ ገበረልይ ተሪፉ ሲ በቃ ብምጭበርባራት ብረብሒ ኢለ ረብሒ ገንዘብ ምውሳድ እዮ እንትን ኮይኑ እየ ዝሰብ እና ንጠንቀቕ ኣወዳት ኹኑ ደቂ ኣንስትዮ ኹኑ ኣብ ስዑድ ዓረብ ኣለኹም ኩልኹም ኣሕዋተይ ገንዘኩም ብጥንቅቀ ሓዙ ኣውዚ ምስ መጻካ ዓይኒ እኳ ይቅርታ ብርብር ብሎ ኮንኮነ ዕጣን ዮሲ ይበልዐኒ ኣሎ ጊብጊብ ይብለ ኣለኹ ዘን ዓይኒ ዝኾነ ጥሽኒ ይበልዐኒ ኣለና ኣብ ስዑድ ዓረ ኮይንካ ኣይፍለጠካ ኣብዚ ምስ መጻኻ እየ ዝፍለጠካ ገንዘኹም ተጠንቅቑም ሓዚ ተጠንቂቕካን ሓዚ ኣሕዋተይ ምኽሪ ሓውካ ብደውካ እዩ ምኽሪ ሓፍትኩም ሰሚዕኹም ገንዘኹም ተጠንቀቁ ገንዘኹም ጨቢጥኩም ኣኩ ኣብ ባንክኹም ድዩ ኣብ በዓልኩም ድዩ ኣብ ዝኾነ ይኹን ልሰራሕኩምዎ ገንዘኹም ገንዘኽን ብደንብ ጌርክን ተጠንቂቕን ሓዛ ማለት እዩ ክብራት ኣነ ኣብ በቃ ኣብዚ ኮይነ ኣብ ስዑዲ ዓረብ ልላ ጓል እያ ሃምዚ ገይራቶ ኣለዎ ገንዘብ ኣብ ስዑዲ ዓረብ ልላ ጓልስ ሓፍቱስ ሃምዚ ገይራ ሰዲዳትለስ ከምዚ ገይራ ከምዚ ገይሮ ጥፊእላ ኣብ ስዓዲ ዓረብ ልላ ሃምዚ ኢላ ዝኾነ ፍቅረኛኡስ ገንዘብ ሰዳትለስ ሃምዚ ገይሩ ጠሊምዋ ሃምዚ ገይሩ ትበሃል ተሎ ብጣዕሚ እየ ዝሓዝን ኣለኹ ኸዚ ግን ምዘርዛረ የድሊ በቃ ንሰራሕ ክነስ ተጠቐመሉ ሓዘኦ ክንደይ ግዜ ኢና እሞ ንመኽሮ ተሓርቀኒኒ ኢልካ ከምዚ መኺርካ ከምዚ ተናጊርካ ንሽተይ ኣብዚ ሕማቕ ነገር ስለ ትሰምዕ ልለቐኒኒ ኢልካ ኣብ ፌስቡክ ትልጥፍ ሓንቲ ሃፍትና ከምዚ ገይሩ ገንዘብ ኣጥፊዋ ከምዚ ገይሩ ብሃምዚ ምክንያት ገንዘባ በሊዕዋ ብሃምዚ ምክንያት ስለ ልበሃለሲ ጠቕልል ብዝበለሲ ሃምዚ ንገብረልክን ኢና ህንዱዙይ ስደዳ ሃምዚ ንገብር ኢና ሃምዚ ግበራ ሰለለለሲ ገንዘብክንስ በቃ ብጥንቃቄ ሓዛ ዋላ ደቂ ተባዕትዮ ይኹን ዋላ ደቂ ኣንስትዮ ንኹሉ እያ ናይ መዓንቲ ምኽሪ እና ላይክ ላይ ኣይትረስዑ ብእግረ መንገድኩም እታ ምክሪ ለልሓዝኩም እዛ ላይክ ለ ጥውቅ ኣይትሕደጉ ክቡራት ኣሕዋተይ ኩልኹም ኣብ ስዑዲ ዓረብ ኩልኹም ኣብ ስደት ኣለኹም ሲ ገንዘኹም ብጥንቃቐ ሓዙ ኣውዚ ልለሰ ምንም ገንዘብ ከኣ ኣይደልን በይ ምንም ምንም ኣይደልይ ኣብኡ ናሃለኻ ካሊእ ኣብዚ ናሃለኻ ካሊእ ስለዝኾነ ጠንክሩ ጠንክራ እታ መጀመርያ ኣለኹዋ እዛ ናይ ኢቲ ምኽፋት እውን ኢቲ ኣካፋፍታ ኢልኽን ኢቲ ክንክፈታ እምበ ልማንም ማንም ገንዘብኽን ኣይተሃባ ኢቲ ንኸፍታ ከና ከም ዝሽሓ ስለዳ ከይትሓስዎ ኣይንሰምኣኩም ይበልኦም ሽዶ እና ላይክ ግበሩ ናይ ሎማዓንቲ ቪድዮ እዚ ይመስል እቲ ቪድዮ ደሞ ፈቲኹምዎ ትኾኑ ተስፋ ይገብር ባይ ባይ ሰሰናይ ንዓኹም የቐንየለይ ክቡራተይ